ሱን ደጊመ እየ ዝሰርሖ ዘለኹ እዚ ካሜራ እዚ ደጊመ ማለት እዩ ቆልዓ ስለ ዝበከየትና ክሓታ እየ ክትምልሰላ እያ ዓለመይ ናተይ ካብ ቤተሰብኪ ካብ ኣቦኺ ካብ ኣዴኺ ንመን ኢኺ ተፍቅሪ ንመን ከ ትፈትዊ እዚኣ መልስለይ ካብን ካብ ወለደይ እንድዩ ካባይን ካብ ወለድኽን በቃ እዚኣ ጥራሕ ክትምልስለይ እየ ዝደሊ ኣብ ቅድሚ ካሜራ ኣብ ቅድሚ ቤተሰብ

ይቅርታ ደኣ ግበሩለይ እምበር ኣነ ዋላ ዓሰርተ ሰብኣየይ ይኹን ዋላ በዓል ቤተይ ይኹን ዋላ ጎነይ ይኹን እምበር ቤተሰብ ክደት ፈትዊ ንዓይ ዝብለኒ ሕቶ ኣይፈቱን እዩ እዚ ነገር ማለት እዩ ስለዚ ብቤተሰብ ኣብ ሓዳርና ኣብ ቤተሰብ ኣትኹም ከምዚ ጌርካ በዓልቲ ቤትካ ኮይና ክትሓታ የብልካ ነውሪ እዩ ነውሪ እዩ። ሰላም ሰላም ናይ ዩቱብ ቻናለይ ተኻታተቲ ከመይ ኣለኹምኒ ሰላምኩም ሰላም ድኹም ሰላምኩም ብዙሕ ትርፈልለይ ኣነ ስኳ ሎም መዓልቲ ኣቲ ኣጋጣሚ ትማሊ ፌስቡክ ኣተኹ ሎም መዓልቲ ፌስቡክ ኣተኹ ብቅድሚ ትማሊ ፌስቡክ ኣተኹን ሎም ንጎ ግን ብድግ ኢለ ቁርሲ ምናምን ክሰርሕ ኢለ እትው ይብሉ ኣለኹ እዚ ብዙሕ ቪድዮታትና ፎቶታት ይዘዋወር ረኺበዮ ማለት እዩ ብጣዕሚ ይገርምኒ ኣብ ሓዳር ኣቲኻ ብወለድኻን ብቤተሰብካን ብሰብኣይካን ወይ ከዓ ብሰበይትኻን ማፂኻ ማለት እዩ ምሕታት ፅቡቕ ኣይኮነን እዩ እዚኣ ዓሰርተ ደኣነ ይወድልዋ ወለዳ እምበረጊ ወለዳ ወለዳ እዮም ናብቲ ድሩ እዮም የብላን ክትክሕዶ እንኮለ የብላን ማለት እዩ ስለዚ ንሓይደ ትፈትውስ ንወለድኺ እንታይ እዚ ሕቶ እዚ ናብ ሚድያ እንታይ ምፆ ወላ ዓሰርተ ዳ ትፅላ እዩ እምበር ወለዳ ወለዳ እዮም ንዓኻ ዓይን ምእንታይ ከይት ምንታይ ከይተይቐይመካ ኢላ ከይትኾን ወይ ከዓ ካልእ ነገር ኢላ ከይትኾን እምበር ወለድ ኣነ ይቅርታ ግበርለይ እምበር ማቲስኪ ሰብኣይ እዩ ሰብኣይ እዩ ብና- እ- ናይ ሰብኣየ ነገር ኣለዎ እዩ ኣብ ነንወይኑ እዩ ዘለዎ ማለት እዩ ነንወይኑ ነንወይኑ ኣቀማምጣ ኣለዎ እዩ ናይ ባዕላ ሓዳር ኮይንካና ናይ ሰብኣየ ንወይኑ ቦታ ኣለዎ ናይ ወለደይ ንወይኑ ቦታ ኣለዎ ስለዚ ኣነ ወለደይ ዕብዮምን እዮም ኣብዚ ደረጃ እዚ ዘብፅሐኒ መን እዮም ባዕለይ ድየ ዓብየ ስለዚ ብወለዲ ከምዚ ገርኩም ኣይትፈታተኑ ዋ ነውሪ እዩ ኣብ ሓዳር ኣቲኻና ኣብ ቤተሰብ ኣቲኻስ ነውሪ እዩ ዋላ ዓሰርተ ተፅልኣ እዮም እምበር ከምዚ ኢልካ ክትሓታስ የብልካን ኩሉ ግዜ ንስኻ ኣብ ጎና ኮይንካ ከተበረታታዕ እዩ ዘለካ እምበር ንዓይ ዶ ትፈትውን ወለድኽ ማለት እዚክ እንታይ ኣምፆ እዚ እንታይ ዝበሃል ሕቶ እዩ እዚ ንሳ ቆልዓ ወሊዳ ኣላ ምስክነይቲ ዓይኒ ንዓኻ ከይተጽሊ ኢለ ስለዚ ንስኻ ደሞ እስኪ ሰብ ክትናኣስ ኮሎ ይብልካ ንዓሰርተ ማለት እዩ ማለት እስኪ ኣብዚ ደረጃ እዚ ህዝቢ እዮ ኣብጽሒኳ ማለት እዩ ካብ ሊብያ መን ኣውጺእኳ ኣብ ሊብያ ኻንካ እኮ ትበኪ ነርካ ኣንርእየካ ነርና ኢና ማለት እዩ ህዝቢ ኣውጺእካ እስኪ ገደል እቶ ከምዚ ኹን ባዕልኻ ትፈልጥ ህዝቢ ነውሪ ሰብ ጥዑም ወዲ ሰብ ጥዑም ወላ ዓሰርተ ይጥላካ ሰብ ጥዑም እዩ ስለዚ ሓወይ ከምዚ ኢልካ እስኪ ክትሓትት ኣይነበረካን ጭራስ ሰበይትካ እያ ሂዋንካ እያ ምቃል ጎንካ እያ ማለት እዩ ስለዚ ብፍቕሪ ብፍቕሪ ኣይነብር እምበር ብወለዲ ብቤተሰብ ክትመፃ የብልካን ወይ ከዓ ኩሌና ንሕና ኮለይ ካብዚ ክንመሃረሉ ዝግበአና ነገራት ጭራስ ማለት እዩ ጭራስ ኣብ ካብ ቤተሰብ መጺኻ ንዓይ ዶ ትፈትዉ ንቤተሰበይ ማለት ወይ ከዓ ንዓይ ዶ ትፈትወኒ ንቤተሰበይ ማለት ፅቡቕ ኣይኮነን ፅቡቕ ኣይኮነን እዩ። እስኻ ናብ ሚድያ ሒዝካ ስለ ዝወፃኻ ንዓኻ ስለ ዝፈትወትካ እወ እስኻ ደኣ ሰብኣይ ኣለካ እሞ ተማ ቤተሰባ ገዲፋ ኩሉ ነገራ ገዲፋ ንስኻ ኢኻ በቃ ብዝሒ መናብርታ ንስኻ ኢኻ ኖርማል እዩ እዚ። ግን ከምዚ ጌርካ ወለዲ ናይ ባዕሉ ቦታ ኣለዎ፣ ሰብኣየ ድማ ናይ ባዕሉ ቦታ ኣለዎ ማለት ስለዚ ንስኻ ድማ ከምዚ ኢልካ ክትሓታት ኣይነበረካን ማለት እዩ። ስለዚ ንሕና ድማ ካብዚ ክንምሃር ኣለና ኣሕዋት ማዕረ ወለዲ ወለዲ ትፈት ወለዲ ከነትፈትስ ሰብኣይኪ ዋ ሕደ ግባ ከምዚ ኢልካ ሕቶ ጽቡቅ ኣይኮነን ኣሕዋት ማዕረ ቀደማይ ነገር ንፋስ ተትወልልካ ናብራኻ ካልኣይ ነገር መቀሓሓሪ እዩ ፅቡቅ ኣይኮነን እዩ ከምዚ ካዓ ክትዛረብ እስኪ ኣይነበረካን እዩ ሓወይ እባ ተረጋግእ ካባ ሓዳርካ ግበር ሓዳር ሓዳር እዩ ስለዚ ኩልና ማለት እዩ ከምዚ ነገራት ዓይነት ብዙሓት የሕዋትና ከምዚ ዘጋጥመት ነገራት ኣሎ እዩ ከምዚ ዘጋጥመን ነገራት ኣሎ እዩ ግን ንሕና ደሞ ክንፈልጦ ዝግበአና ካብ ከምዚ እግዚኣብሔር ኣምላክ እንድዒ ኣነ ይሰውረኒ እንደ ብጣዕሚ እዩ ገርምኒ ኣብ ከምዚ ፈተናታት ኣይተእትወኒ እዩ ዝበሃል ማለት እና ፈተና ከምዚ ጌርካ ወለድኻን ኣብ ሓዳርካን ፈተና ምፍታን ፅቡቅ ኣይኮነን እዩ ፈተና ኢኻ ትፍትና ዘለኻ ማለት እዩ ስለዚ ካብ ፈተነታት ጥንቃ ግበሮ ሓደርካ ሓደርካ ንወይነ ቦታ ኣለዎ ወለድን ወይነ ቦታ ኣለዎ እዩ ንሳ ደሞ ንስኻ ኮለ ከምኡ ማለት እዩ ሓወይ ማዓረይ ይቅርታ ግበረለይ ኣነ በዚ ከምዚታት ነገራት ኣይምችወንን እዩ እና ሓደ ሓደ ኣለዋ ደሞ ብዙሓት ኣለዋ እየን ከምዚ ነገራት ዝበፅሐን ኣብ ሓዳረን ብዙሕ እንታይ ተጓናፎታት ዝፈጥረለን እና ኣብ ሓዳርኩም ከምዚ ገርኩም ተጓንፎታት ኣይትፍጠሩ ብወለድን ብሰብኣይን ኣምፅኹም ውድድር ኣይትግጥምዎ ማለት እዩ ወለዲ ናይ ባዕርሱ ፍቕሪ ኣለዎ ሰብኣይካ እውን ናይ ባዕርሱ ፍቕሪ ኣለዎ ኣርባዕተ ነጥቢ ዋህ ወላ ዓሰርተ ይጽልኡካ ቦለደ ስቅ በል እንታይ ማለት እዩ እዚከ ታማ ምሳካ ክትነብር ደልያ ኣላ ንሳ ኣካላ እንዲካ እታዳማ ስለዚ ከምኡ ከለ ህዝቢ የውፅእኳ ካብ ክንደይ መከራ ካብ ሊብያ ክንደይ ብክንደይ ከርተት ኣብ ሊብያ ነርካ ኢኻ መስለኒ ያው ንባዕሰ ሸር ገይረዮ ነይረ ግን ከምዚ ኢሉ ኣብ ሶሻል ሚድዮ መፂኡ እስኪ ባዕላ ዓድኻ ትፈልጥ ገደል እቶ ህዝቢ ገደል እቶ ምናምን ምናምን ነውሪ እዩ። ንህዝቢ እስኪ ብጣዕሚ ብዙሕ ቦታ ደኣ ከተቕምጠሉ ኣለካ እምበር ከምዚ ጌርካ ንሰብ ክተነኣእስስ የብልካን እዩ ማለት እዩ ተረዲኡካ። ከምዚ ጌርካ ንሰብ ምንእኣስ ድማ ፅቡቕ ኣይኮነን። ሰብ ጥዑም እዩ ማለት እዩ። ዓሰርተ ደኣ እንታይ ዝበሃል ኮመንትታት ሕማቕ ይፅሓፉልካ እምበር ሰብ ህዝቢ ጥዑም እዩ። ስለዚ ከምዚ ጌርና ኣብ ህይወትና ኣብ ህይወት ሰብ ኣቲና ኣይንበፅብፅ፣ ብቤተሰብና ኣይትምፁና በቃ ብቤተሰብ ኣይንማፃፃ ብወንድ ሓቂ ፈርድ ናይ ባሕርሲ ኣለዎ ቤተሰብ ናይ ባሕርሲ የለን ኣርባዕተ ነጥቢ ከምዚታት ኣነ ዝፈታተነኒ ሰብ ኣይፈቱን እየ ፕሊስ በጃኻትኩም ኣትዩ ስለዚ ጥንቃቐ እንዳገበርና ሓዳር ክንገብር ተለና ሓዳር ነንበይኑ እዩ ባዕ
ሰላም ጋይስ ፓርትቱ እየ ዘቕፅለልኩም ዘለኹ ማለት እዩ እና ፓርትቱ ድማኒ ነዚ ዓለመይ ዝፀዓረትሉ ስዑዲ ዓረብ ኮይና ናይ ሰብ ሽንት ቤት ዝወለለትሉ ፈቐዶ ፈቐዶ ፈቐዶ ገዛ እንዳተዘዋወረት ተረዲኹም ኣለኹም ምሽዋር ፀዊዓ ብምሽዋር ዝሰረሐትሉ ገንዘብ ወለዳ ኣብይምዋ ቀንዲ ድማ ምክንያት ኮይና ዘላ ድማ ማለት እዩ ሓትናኣ ቀጺሉ ኸኣ ኣዲኣ ኣዲኣን ሓትነኣን ተተሓሒዘን ንዓለመይ ቀስማኣ ክሰብራኣ ሂወታ ተስፋ ከቁርጻ ኢየን ዝደልያ ዘለዋ ኣነ ብዙሕ ከይዛረብ ንጥቅሙ ኢዩ ደልዩ ክበሃል ኮይነ ናብ ሶሻል ሚድያ ዘውጾ ዘለኹ ማለት ኢዩ ፓርት ስሪ ክቅጽለልኩም ኢየ ገና ዘይተሰምዐ ጉድ ናይ ዓለመይ ኣሎ ገና ዘይተሰምዐ ጉድ ክቅጽለልኩም ኢየ።